ሰላም ከመይ ቀኒኹም ተኸታተልቲ መደብ ፓኖራማ ጆርናል ኣኣብ ዘለኹሞ ሰላም ክትህልዉ እናተመነኹ ንግዚኡ ከምቲ ዝድለ መደባት ከቕርብ ብዘይምቕናየ ይቕሬታ እናሓተትኩ ንሎሚ ኣብ ታሪኽ በረራ ናይ ዓለም እቲ ዝበዝሐ ህይወት ሰብ ዝቐዘፈ ተነሪፈ ኤር ዲዛስተር ዝድህስስ መደብ ሒዘ መፅየ ኣለኹ ሰናይ ምክታል ብ ዓሰርተ ክልተ መጋቢት ሽሕን ትሽዓተ ሚእትን ሰብዓን ሸውዓተን እዩ ኣብቲ ሎሚ ተነሪፈ ኖርዝጉይዳድ ዴላ ላጉኛ ኤየርፖርት ተባሂሉ ዝጽዋዕ ዘሎ ሽዑ ግን ሎስ ሮዴስ ዝበሃል ዝነበረ መዕርፎ ነፈርቲ ናይታ ተነሪፈ ትበሃል ኣካል ናይ ዋንነት ስጳኛ ዝኾና ደሴታት ካናሪ ኣብ ታሪኽ በረራ ናይ ዓለም እቲ ዝበዝሐ ህይወት ሰብ ዝቐዘፈን ንመላእ ህዝቢ ዓለም ዘሰንበደን ከቢድን ኣህላቕን ፍጻመ ተኸስተ። ክልተ ብድምር ሽዱሽተ ሚእትን ኣርብዓን ኣርባዕተን ተጓዓዝቲ ዝጸዓና ናይ ህዝቢ መጓዓዝያ ነፈርቲ'የን ኣብቲ ራንወይ ወይ ነፈርቲ ብናህሪ ተሓምቢበን ዝዓርጋሉን ዝዓልባሉን ጽርግያ ናይቲ መዕርፎ ነፈርቲ ንሓድሕደን ተጋጭየን ነዚ ከቢድ ትራጀዲ ኣስዒበን። እዘን ክልተ ቦይንግ ሸውዓተ ሚእትን ኣርብዓን ሸውዓተን ዝዓይነተን ናይ ህዝቢ መጓዓዝያ ነፈርቲ ምዱብ ጉዕዘኣን ናብ መዕርፎ ነፈርቲ ላስ ፓልማስ ኣብ ደሴታት ግራን ካናርያ እኳ እንተነበረ፣ የግዳስ ግብረ ሽበራውያን ኣብቲ መዕርፎ ነፈርቲ ዘጻወድዎ ቦምብ ተፈንጂሩ ኣብ ልዕሊ ህዝብን ንብረትን ጉድኣት ምስ ኣውረደ፣ እቲ መዕርፎ ነፈርቲ ብህጹጽ ከም ዝዕጾ እዩ ተገይሩ። በዚ ምኽንያት ከኣ ብዙሓት ኣብ ላስ ፓልማስ ክዓልባ ዝነበረን ነፈርቲ ኣንፈት በረረኣን ቀይረን ናብቲ ንእስ ዝበለ ኣብ ተነሪፈ ዝርከብ ሎስ ሮደዮስ ዝበሃል መዕርፎ ነፈርቲ ክዓልባ እዩ ተወሲኑ። ኣብ ሓጺር ግዜ ከኣ እቲ መዕርፎ ነፈርቲ ካብ ዓቕሙን ብቕዓቱን ንላዕሊ ብዓበይቲ ናይ ህዝቢ መጓዕዝያ ነፈርቲ ኣዕለቕለቐ። እቲ ዝዓበየ ጸገም ግን ካብ ብዝሐን ዝተላዕለ እተን ነፈርቲ ነቲ ታክሲ ዌይ ዝበሃል ነፈርቲ ካብቲ ዝዓልባሉን ዝበራሉን ራንወይ ናብቲ ህዝቢ ዝጽዕናሉን ዘውርዳሉን ተርሚናል ዘራኽብ ክፋል ጽርግያ ናይቲ ኤየርፖርት ብብዝሒ ነፈርቲ ዓጽዩ፣ እቲ እንኮ ነፈርቲ ክዓልባን ክበራን ከም ታክሲ ወይ ክጥቀማሉ ንዝኽእላ ኣማራጺ፣ እቲ ንኽዓርጋን ንኽዓልባን ጥራይ ክጥቀማሉ ዝግበኣን ራንወይ ጥራይ ኮነ። እዚ ማለት ኣብቲ ራንወይ ደው ኢለን ክጸባበያ፣ ክጥወያ፣ ክዓልባን ክበራን ዘገድድ ኩነት እዩ ተፈጢሩ። ኣብ ክንደይታ እቲ ኤርፖርት ንእሽቶ ምዃኑ ከይኣክል ሓደ ናይ ራንወይ ጽርግያ ብፓራለል ናቱ ድማ ሓደ ናይ ታክሲወይ ጽርግያ ጥራይ ነይርዎ ከብቅዕ ብሰንኪ እቲ ናይ ላስ ፓልማስ መጥቃዕቲ ግብረ ሽበራ ግን እዚ መዕርፎ ነፈርቲ ክሳብ ዓንቀሩ ዝመልእ ጻዕቂ ስራሕን ነፈርትን እዩ ከተኣናግድ ተገዲዱ። ጠንቂ እዚ ኣብ ታሪኽ ዓለም ዝበዝሐ ህይወት ደቂ ሰብ ዝቐዘፈ ሓደጋ ነፈርቲ እዩ እምበኣር፣ ካብዚ ጻዕቅን ሕንፍሽፍሽን ናይዚ ከቢድ ጾር ዝተሰከመ ንእሽቶ መዕርፎ ነፈርቲ እዩ ዝጅምር። እታ ዋንነት መገዲ ኣየር ፓን ኣሜሪካን ዝኾነት ቦይንግ ሸውዓተ ሚእትን ኣርብዓን ሸውዓተን ዝዓይነታ በረራ ቁጽሪ ሽሕን ሸውዓተ ሚእትን ሰብዓን ሽዱሽተን ዝኾነት ካብ ኒውዮርክ ኣሜሪካ ተበጊሳ ኣብ ላስ ፓልማስ ከተዕርፍ ዝግብኣ ዝነበረ ግን ብሰንኪ እቲ መጥቃዕቲ ኣሸበርቲ ኣብቲ ሎስ ሮደዮስ ዝበሃል መዕርፎ ነፈርቲ ናይ ተነሪፈ ክትዓልብ ዝተገደደት ብጠቕላላ ሰለስተ ሚእትን ተስዓን ሽዱሽተን ሰባት ጽዒና ዝነበረት ዓባይ ነፋሪት መዕርፎ ነፈርቲ ላስ ፓልማስ ናይ ግራን ካናርያ ሰዓት ኣርባዕተን ፈረቓን ድሕሪ ቐትሪ ስለ ዝተኸፍተ ካብቲ ንግዚኡ ዝዓለበትሉ ሎስ ሮደዮስ ንኽትብገስ ብድሕርታ ዋንነት መገዲ ኣየር KLM ወይ ናሽናል ፍላግ ኬሪየር ኦፍ ዘ ኔዘርላንድስ ኮይና ብጠቕላላ 248 ሰባት ጽዒና ካብ ኣምስተርዳም ዝተበገሰት በረራ ቁጽሪ 4805 ዝኾነት ነፋሪት ተሰሪዓ ንኽትዳሎያ ብሰራሕተኛታት መዕርፎ ነፈርቲ ትእዛዝ ተዋሂባ። ብመሰረት'ቲ ሽዑ ዝወጸ ሓበሬታ፣ ከባቢ ሰዓት ኣርባዕተን ኣርብዓን ሓሙሽተን ድሕሪ ቀትሪ ክሳብ ሰዓት ሓሙሽተ ድሕሪ ቀትሪ ኣብ ዝነበረ ዓሰርተ ሓሙሽተ ደቓይቕ፣ መጀመርያ ነፋሪት KLM ኣብቲ ከም ታክሲወይ ዘገልግል ዝነበረ ራንወይ ሰላሳ ተዓሺጋ ክትዳሎ፣ ነፋሪት ፓን ኣሜሪካን ድማ ብድሕሪኣ ክትስራዕ ግን ናብቲ ሲ ስሪ ዝበሃል ታክሲወይ ኣቕኒዓ ንበረራ ክትዳሎ'ሞ ነቲ ራንወይ ብተዛማዲ ቁሩብ ቦታ ክትከፍተሉ እዩ ነይሩ እቲ ሓሳብ። ልክዕ ሰዓት ሓሙሽተን ክልተ ደቒቕን ነፋሪት KLM ኣብ ጫፍ በጺሓ ሚእትን ሰማንያን ዲግሪ ብምጥዋይ ናብ ሰማያት ክትዓርግ ድልውቲ ኮይና ኣካየድቲ እቲ መዕርፎ ነፈርቲ ተበገሲ ንኽብልዋ ጥራይ ትጽበ ነበረት። ብኣንጻሩ እታ ሰለስተ ሚእትን ተስዓን ሽዱሽተን ሰባት ጽዒና ዝነበረት ነፋሪት ፓን ኣሜሪካን ልክዕ ሰዓት ሓሙሽተን ሓሙሽተን ድሕሪ ቀትሪ ብድሕርታ ናይ ሆላንድ ነፋሪት ተሰሪዓ ግን ናብቲ ሲስሪ ዝበሃል ታክሲ ወይ ክትዕጸፍ ዝግባኣ ዝነበረ ብሰንኪ እቲ ኣብቲ ቦታ ዝወረደ ግመን ዘይንጹር ሓበሬታን ነቲ ሲስሪ ዝበሃል ታክሲ ወይ ስሒታ ናብ ሲፎር ኣምርሐት። ልክዕ ድሕሪ ሓደ ደቂቕ ማለት ሰዓት ሓሙሽተን ሽዱሽተ ደቂቕን ድሕሪ ቀትሪ KLM ወይ እታ ናይ ሆላንድ ነፋሪት ናይ ቅድመ በረራ ምድላዋታ ኣጻፊፋ እቲ ቀንዲ ፓይሎት ዝነበረ ካፕቴን፣ ናይ ቅድመ በረራ ምድላዋትን ጥንቃቐታትን ኣጻፊፍና ኣለና ብምባል ናብ ክፍሊ ኤየር ትራፊክ ናይቲ ኤርፖርት መልእኽቲ ሰደደ። ብኣንጻሩ ነፋሪት ፓን ኣሜሪካን ዊ ኣር ስቲል ታክሲን ዳውን ዘ ራንወይ ወይ ጌና ኣብቲ መገዲ ናይዚ ራንወይ ኢና ንስዕብ ዘለና ብምባል ጌጋ ሓበሬታ ኣሕለፈት። እቲ ዝሰዓበ ፍጻመ፣ እታ ናይ ሆላንድ ነፋሪት ንበረራ ድሉዋት ኢና ኢላ መልእኽቲ ምስ ኣሕለፈት፣ ተቖጻጻሪ ኤየር ትራፊክ ናይቲ ኤርፖርት፣ ኦኬ፣ ኣብ ተዳሎ ጽናሕ እሞ ትብገሰሉ ግዜ ምስ ኣኸለ ደጊመ ክድውለልካ'የ ኢሉ ነቲ ፓይሎት መልእኽቱ እኳ እንተሕለፈሉ፣ እቲ ፓይሎት ግን ሕጂ ንብገስ ኣለና ወይ ቴክ ኦፍ ንገብር ኣለና ኢሉ'ዩ መሊሱሉ። እቲ ተቖጻጻሪ ኤር ትራፊክ ድማ ንቴክ ኦፍ ንዳሎ ኣለና ዝበሎ መሲልዎ፣ ማለት እታ ነፋሪት ገና ደው ኢላ ኣላ ኢሉ'ዩ ሓሲቡ። ብጀካ ኣብታ ዋነት KLM ዝኾነት ነፋሪት ዝነበሩ ብምልኦም ተጓዓዝቲ ድማ፣ ተቖጻጸርቲ ኤር ትራፊክ ይኹኑ እታ ዓባይ ዋነት ፓን ኣም ዝኾነት ነፋሪት፣ እታ ናይ ሆላንድ ነፋሪት ኣብቲ ራንወይ ብናህሪ እናተሓምበበት ንኽትዓርግ ትዳሎ ከምዝነበረት ብሰንኪ'ቲ ዝነበረ ግመ ብንጹር ክፈልጡ ኣይከኣሉን። ድሕሪታ ንብገስ ኣለና ትብል ናይ መወዳእታ መልእኽቲ ዓሰርተ ሰከንድ ኣብ ዘይመልእ ግዜ ግን ኣብ ሰዓት ክልተ ሚእትን ስሳን ኪሎ ሜተር እናተሓንበበት ጽልዋ ንምንካይ ቅድሚ ግቡእ ግዜኣ ብምጥዋያ ጭራኣ ምስቲ ጽርግያ ናይ ራንወይ ተላቲሙ ናይ ቅድሚት ክፋላ ማለት ኣፍንጫኣ ግን ቁሩብ ካብ መሬት ተላዒሉ ክትዓርግ ምስ ፈተነት ነታ ብዘገምታ ኣብቲ ራንወይ ትስዕብ ዝነበረት ዓባይ ነፋሪት ፓን ኣሜሪካን ብሓያል ረጽሚ ገጨወታ። መዕለቢ ኣእጋራን ሞተርኣን ንላዕለዋይ ክፋል ነፋሪት ፓን ኣም በሲዑ ድማ ኣዝዩ ሓያል ድምፅን ኖትጊ ሞተርን ፈጢሩ ነፋሪት ፓን ኣሜሪካን ንጎኒ ኣንደልሂፃ ብኡ ንብኡ ብነበልባላዊ ጓህሪ ከም ትባራዕ ገበራ። KLM ዋላኳ ቁሩብ ካብ መሬት ክተንሳፍፍ እንተኸኣለት፣ ብሰንኪ እቲ ምግጫው፣ መሓውራን ሞቶርኣን ግን ኣስታት ሰለስተ ሚእቲ ሜትሮ ንቕድሚት ኣንሸራቲታ፣ ብኡ ንብኡ ብሓያል ባርዕ ክትቃጸል ጀመረት። እቲ ንዝኾነ ሓገዝ ወይ ረድኤት ትንፋስ ብዘይህብ ኣገባብ ኣብ ቋሕ ሰም ኣብዘን ነፈርቲ ዘጋጠመ ባርዕን ኖትጊ ሞተረን መቸም ውጽኢቱ ኣይትስሕትዎን ትኾኑ። ብኣዝዩ ዘስካሕክሕ ትራጀዲ ድማ ኣብ ነፋሪት KLM ዝነበሩ ብምልኦም ክልተ ሚእትን ኣርብዓን ሸሞንተን ሰባት ከምልጡ ዕድል ከይረኸቡ በቲ ጓህርን ረጽምን ተበሳሲዖምን ሓሪሮምን ህይወቶም ሰኣኑ። ኣብታ ቦይንግ ሸውዓተ ሚእትን ኣርብዓን ሸውዓተን ዝዓይነታ ዓባይ እዋን ነቲ ፓን ኣሜሪካን ዝኾነት ነፋሪት ዝነበሩ ተሳፈርቲ'ውን ካብኡ ዘይሓምቕ ጽሑፍቶ'ዩ ኣጋጢሞም። የግዳስ እታ ነፋሪት ጌና ኣብ መሬት ዘገም እናበለት ትጓዓዝ ስለ ዝነበረት ካብቶም ጽዒናቶም ዝነበረት ጠቕላላ ሰለስተ ሚእትን ቴስዓን ሽዱሽተን ሰባት ሱሳን ሓደን ኣብ ናይ ቅድሚት ክፋላ ዝነበሩ ብናይ ህጹጽ ሓደጋ መንሸራተቲ ፕላስቲክ ተቐላጢፎም ሸተት ኢሎም ብምውራድ ካብቲ ነታ ነፋሪት ዘፍሕማ ዝነበረ ነበልባላዊ ጓህሪ ነስክላ ኣምለጡ። እቶም ዝተረፉ ሰለስተ ሚእትን ሰላሳን ሓሙሽተን ሰባት ግን ብኡ ንብኡ ግዳያት ኮይኖም ህይወቶም ሓለፈ። እዚ ከቢድ ሓደጋ ካብ ኣሜሪካ፣ ሆላንድን ስጳኛን ብዝተዋጽኡ ክኢላታት ቅልጡፍን ጽዑቕን መርመራ ተገይሩ፣ ጠንቂ'ቲ ነቲ ሓደጋ ዘስዓበ ሰንሰለታዊ ፍጻመታት ከም ዝጽናዕ'ዩ ተገይሩ። ኣብ መጻኢ ነዚ ዝኣመሰለ ሓደጋ ንኸይክሰት ድማ ኩለን ኣብ ዓለም ሙሉእ ዘለዋ መዕርፎ ነፈርታት ክሊርድ ፎር ቴክ ኦፍ ዝብል ግድነታዊ ናይ እንግሊሽ ሓረግ ከም ዝጥቀማ እቲ ጽዑቕ ትራፊክ ዝረኣየሉ መዕርፎ ነፈርታት ድማ ግራውንድ ራዳር ክትከለሉ ሽበራን ምድንጋርን ንኸይፍጠር ተረርቲ ሕግታትን ፕሮቶኮልን ክተኣታቶ ብዓለም ደረጃ ዝተመሓየሸ ኣሰራርሓ ንክህሉ ሓጊዙ እዩ። እዚ ህይወት ኣስታት ሽዱሽተ ሚእቲ ሰባት ዝለከመ ሓደጋ፣ ኣብ ታሪኽ ዓለም እቲ ዝበዝሐ ህይወት ሰብ ዝቐዘፈ ትራጀዲ ናይ ክፍሊ በረራ ወይ ኣቪየሽን ኮይኑ ክብረ ወሰን ሒዙ ይርከብ። ብመጠን ገንዘብ እንክትመን ግን ኣብ ታሪኽ ዓለም እቲ ዝኸበረ ክሳራ ዘስዓበ ሓደጋ ነፋሪት ኮይኑ ተመዝጊቡ ዘሎ እቲ ኣብ ክልተ ሽሕን ሸሞንተን ኣብ ኣሜሪካ ዘጋጠመ ምሕምሻሽ ናይታ ስፒሪት ኦፍ ካንሳስ ዝተሰምየት ቢቱ ስፒሪት ስቲልዝ ቦምበር ዝዓይነታ ነፋሪት ውግእ ኣሜሪካ እዩ። እቲ ምሕምሻሽ ክሳብ ክልተ ቢልዮን ዶላር ዝበጽሕ ሰፍ ዘይብል ክሳራ ከም ዘስዓበ ጸብጻባት ይሕብሩ። ዝኸበርኩም ተኸታተልቲ ንሎሚ ዝተዳለወ መደብ ኣብዚ ተዛዚሙ ኣሎ። ብካልእ ትሕዝቶ ክሳብ ንራኸብ ሰላም ንኹልኹም።